ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደለናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብኽብሪ ዕድም ክቡራት ተዓዘብቲ ብርክት በሉ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንክበጽሓኩም ዜናታት ብዋን ንክትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ፕሬዚደንት ፈረንሳ ኢማኑኤል ማክሮን ኣብቲ ኣብ ዳቮስ ስዊዘርላንድ ዝካየድ ዘሎ ዓለማውን ቁጠባዊ መድረኽ ተረኺቡ ኣብ ዝሃቦ መደረ ንፖሊሲ ንግዲ ታሪፍ ኣሜሪካን ኣብ ልዕሊ ልኣላውነት ኤሮፓ ዘሕድሮ ጸቕጥን ብትሪ ነቒፉ ኣሎ። ማክሮን ኣብ መደርኡ ንሃገራዊ ልኣላውነት፣ ናጽነትን ተወፋይነትን ንምርኣይ ናይ ቀደም ግዜ ዝሓለፎ ሓሳብ ኣይኮነን ክብል ተሰሚዑ ኣሎ። እዚ መርገጽ እዚ ካብ ካልኣይ ኲናት ዓለም ዝተረኽበ ትምህርቲ ንኸይርሳዕን ብምትሕግጋዝ ንምቕጻልን ወሳኒ ምዃኑ ኣፍሊጡ ኣሎ። ፈረንሳ ኣብ ጉዳይ ግሪንላንድ ወተሃደራዊ ልምምድ ንምክያድ ወሲና ዝብል ጉዳይ'ውን ተኸላኺሉ ኣሎ። እዚ ዝገበርና ንማንም ንምጥቃዕ ወይ ንምፍርራሕ ዘይኮነስ ንመሓዛና ዴንማርክ ንምድጋፍ ኢና ክብል ምኽንያት ወተሃደራዊ ተሳትፎኡ ሂቡ ኣሎ። እቲ ፕሬዚዳንት ነቲ ናይ ኣሜሪካ መወዳእታ ዘይብሉ ኩምራ ታሪፍ ብመሰረቱ ተቐባልነት ዘይብሉ ክብ ዝብል ኮኒንዎ ኣሎ። ብፍላይ ድማ እዞም ንግዳውያን ታሪፋት ንሃገራዊ ልኣላውነት ንምፍታሽ ከም መሳርሒ ከም ዝውዕሉ ምስ ዝኾነ እቲ ኩነታት ዝያዳ ሓደገኛ ይኸውን ክብል ኣጠንቂቑ ኣሎ። ኤሮጳ ብመንጽር ናይ ገዛእ ርእሳ ኩባንያታት ዕዳጋታት ንምሕላው ድሕሪት ትተርፍ ከም ዘላ ዝኣመነ ማክሮን፣ ኤሮጳውያን ካልኦት ሃገራት ማዕረ ሜዳ ጸወታ ኣብ ዘይኽበረሉ እዋን ኤሮጳውያን ጥራሕ ንሕጊ ምግዝኦም ዘዋጽእ ኣይኮነን ብምባል ኤሮጳ ኣካይዳኣ ክትፍትሽ ሓቲቱ ኣሎ። ኣብቲ መድረኽ ሓደ ዘገርም ፍጻመ ዘጋጠመ ኮይኑ፣ ማክሮን እዚ ግዜ ናይ ምርግጋዕን ነገራት ምግማትን ግዜ'ዩ ኣብ ዝበለሉ እዋን ካብ ተዓዘብቲ ሰሓቕ ተሰሚዑ ነይሩ። እቲ ፕሬዝዳንት ድማ መደርኡ ብምትዕርራይ ዓለም ናብ ውልቀ መላኽነት ተዘንብል ከምዘላ፣ ግጭታት ከም ንቡር እናተለመዱ ይኸዱ ምህላዎም ብምምልኻት፣ ብሓቂ ድማ ዓለም ኣብ ናይ ሰላምን ቁጠባውን ዘይምርግጋዕ ኩነታት ከምዘላ ተኣሚኑ ኣሎ። እዚ ከምዚ ኢሉ እንከሎ፣ ፕሬዝዳንት ኣሜሪካ ዶናልድ ትራምፕ ካብ ፕሬዝደንት ፈረንሳ ማክሮ ዝተላእከሉ ብሕታዊ መልእኽቲ ናብ ህዝቢ ከምዝዘርግሖ ተሓቢሩ ኣሎ።

ሶርያን ዝርከብዎ ህጹጽ ኣኼባ ጂ ሰቨን ክግበር ድራር ክበልዑን ሓሳብ ከም ዘቕረበሉ ኣብቲ ዝወጸ ጽሑፍ ይረኣ። እዚ ከምዚ ኢሉ እንከሎ፣ ፕሬዚደንት ዩክሬን ቨልደሚር ዘለንስኪ ኣብ ሞጎ ኣሜሪካን ሃገራት ኤውሮጳን ዘሎ ናይ ግሪንላንድ ክርክር ኣቓልቦ ዓለም ናብ ዩክሬን ንኸየጥፍኦ ዘተሓሳስብ ምዃኑ ገሊጹ። ኤኤፍፒ ከም ዝጸብጸቦ እቲ ፕሪያዚደንት ንጋዜጠኛታት ኣብ ዝሃቦ መግለጺ፣ ሃገርና ኣብ ሙሉእ ኹናት ኣብ ዘለትሉ እዋን ብዛዕባ ዝኾነ ነገር ዘዘናግዕ ወይ ዘጉድል ነገር የሻቕለኒ ኢሉ'ሎ። ፕሬዝዳንት ዘለንስኪ ብተወሳኺ ዋሽንግተን ምስ ኤሮጳ ዘለዋ ዘይምርድዳእ ብዲፕሎማሲ ኣቢላ ክትፈትሖ ጸዊዑ'ሎ። ኣሜሪካ ንኤሮጳ ክትሰምዕ'የ ዝደሊ ብፍላይ ድማ ብዲፕሎማሲ ኣገባብ ኢሉ'ሎ። ነገራት ብሰላም ከምዝፍታሕ ዝገለጸ እቲ ፕሬዝዳንት፣ ዝኾነ ዓቢ ሓድሽ ናይ ጸጥታ ስግኣት ከም ዘየሉ ድማ ኣዚየ ዝኣምን ክብል ገሊጹ ይርከብ ኣሎ። ናብቲ ካሊእ ዜና ምስ እንሰግር፣ ንጓል ትሽዓተ ወርሒ ቆልዓ ትቃጸል ካብ ዝነበረት መኪና ዘውጽኡ ሰባት ተሞጊሶም። ዌልስ በይኖን ማርክ ዊልዲንግን መርቲር ቲድፊል ኣብ ዝተብሃለ ከተማ ዌልስ ሓንቲ ብትኪ ዝተዓብለለት መኪና ምስ ረኣዩ፣ ዝርከበ ይርከበና ኢሎም'ዮም ክሕግዙ ከም ዝኣተዉ ተሓቢሩ ዘሎ። ኣብኡ ምስ በጽሑ ከኣ ጓል ትሽዓተ ወርሒ ቆልዓ ኣብ ውሽጢ እታ መኪና ምህላዋ ድሕሪ ምርኣዮም ናይ ህይወቶም ከይበቀቁ ከድሕንዋ ከምዝኸኣሉ እዩ ተገሊጹ ዘሎ። ኣደ እዛ ህጻን ኣሊክስ ማክሊን ኣብ ዌልስ ኣብ ሓደ ጽርግያ እናዘወረት እንከላ መኪናኣ ክትተክኽ ምስ ጀመረት እያ ደው ኣቢላታ። ንሳ ወጺኣ ነታ ኣብ ውሽጢ ዝነበረት ጓል ትሽዓተ ወርሒ ጓላ ክተውጽእ ማዕጾ ክትከፍት ምስ ፈተነት ግን ምኽፋት ይኣብዩዋ። እታ መኪና ካብ ትኪ ሰጊራ ብቕድሚት ቃልቃል ክትብል ምስ ጀመረት ዌልስ በይኖንን ኣኩኡ ማርክ ቢዌልዲንግን ነታ ማዕጾ ክትከፍት ትጋደል ዝነበረት ኣሌክስ ንኽሕግዝዋ መኪንኦም ደው ኣቢሎም እዮም። ዌልስ ብናይ ኣውቲስታ ማዕጾ ብምእታው ነታ ጓል ትሽዓተ ወርሒ ስሂላ ኣውጺእዋ። ማርክ ከኣ ተቐቢሉ ናብ ደሓን ዝኾነ ቦታ ከም ዘርሓቃ እዩ ተገሊጹ ዘሎ። ድሕሪ ውሑድ ካልኢት ከኣ እታ መኪና ብባርዕ ምሉእ ብምሉእ ተሸፊና እያ። ወላዲት እዛ ህጻን እቶም ዘድሓንዋ ዌስሊን ማርክን ብቐዳም ንምምስጋን ኣብ ዝተረኽበትሉ፣ ማርክ ሊላህ ብዛዕባ እቶም ህይወት ዘድሐንዋ ክልተ ሰብኡት እናሰምዐት እያ ክትዓቢ፣ ብፍጹም ከኣ ኣይክትርስዖምን እያ ክትብል ገሊጻ ኣላ። ናብቲ ካልእ ዜና ምስ እንሰግር፣ ፍሉጥ ጋዜጠኛን ፖለቲከኛን እስክንድር ነጋ፣ ኣብቲ ኣብ ቀረባ እዋን ዝተዋህደ ሃገራዊ ምንቅስቓስ ኣምሓራ ፋኖ፣ ዝተውሃቦ ኣባልነት ፖሊት ቢሮ ኣይቅበልን ከም ዝበለን ካልእ ሰብ ክትክኡ ከም ዝሓተተን ተሓቢሩ። ኣቶ እስክንድር ሎሚ ናብ ፖለቲካዊ ቤት ጽሕፈት እቲ ምንቅስቓስ ኣብ ዝጸሓፎ ደብዳቤ'ዩ ነዚ ኣፍሊጡ ዝርከብ ዘሎ። ኣቶ እስክንድር ኣብ ደብዳቤኡ ምምስራት ናይቲ ትካል ብሓጎስ ከም ዝቕበሎ ዝገለጸ ኮይኑ ኣካል ናይቲ ታሪኻዊ ትካል ምዃኑ ክብሪ ከም ዝስምዖ'ውን ኣፍሊጡ'ሎ። ይኹን እምበር ኣብቲ ሓድሽ ጥምረት ከም መራሒ ከም ኣባል ፖሊት ቢሮ ንኽቕጽል ከምዘይሓስብ ብንጹር ገሊጹ ይርከብ ኣሎ። ኣብዚ ሓድሽ ናይ ሓባር ትካል ከም ኣባል ፖሊት ቢሮ ኮይነ ክሰርሕ ከምዘይክእል ተፈሊጡ ኣብቲ ዝተመደበክሉ ደረጃ ካልእ ሰብ ክትክኣኒ እላቦ ኢሉ ኣሎ። ኣቶ እስክንድር ዋላ እኳ ካብ መሪሕነት ስልጣን ክወርድ እንተወሰነ ካብቲ ውግእ ከምዘይወጽእ ግና ኣረጋጊጹ ኣሎ። ኣነ ከም ተራ ኣባል ናይቲ ትካል ብዘይ ቅድመ ኩነት ክቕጽልን ኩሉ ካባይ ዝጽበ ሓላፍነታት ግዴታታትን ከምዘማልእ የረጋግጽ ብምባል ነቲ ምንቅስቓስ ዘለዎ ተወፋይነት ገሊጹ ኣሎ። ሃገራዊ ምንቅስቓስ ኣምሓሩ ፋኖ ኣብ መንጎ ዝተፈላለዩ ትካላት ፋኖ መስርሕ ምውህሃድ ስዒቡ ዝተመስረተ ኮይኑ ኣቶ እስክንድር ኣብዚ መስርሕ ቁልፊ ተራ ከምዝነበሮ ይፍለጥ። ኣብቲ ደብዳቤኡ ካብ መሪሕነት ንምውፃእ ዝወሰዶ ውሳነ ብዝምልከት ዝርዝር ሓበሬታ ኣይጠቐሰን። ኣብ ኤርትራ መደብ ምሕያል መንእሰያት ዘተባብዕ ውጽኢት ከምዘመዝገበ ተገሊጹ። እቲ ኣብ ዞባ ጋሽ-ባርካ ብውድብ መንእሰያት ዝትግበር ዘሎ መደብ ምሕያል መንእሰያት፣ ዘርኣዮ ውጽኢት ዘተባብዕ ምዃኑ ጸብጻባት ሓቢሮም ኣለዉ። ሚኒስትር ማርቆስ፣ ግዝያዊ ሓላፊ ናይቲ ዞባዊ ትካል መንእሰያት፣ ኣብቲ ዞባ ናይ ምሕያል ተበግሶታት መንእሰያት ምስቲ ውዳበ ዓቕሚ ንምጥንኻር ዝግበር ጻዕርታት ብዝተፈላለዩ ሞያዊ ስልጠናታት መደባት ይፍጸም ከምዘለዉ ገሊጾም። እቲ ዞባዊ ጨንፈር ምስ ዝተፈላለዩ መዳርግቲ ኣካላት ብምትሕብባር ሞያዊ ስልጠናታት ንምውዳብ፣ ንቕሓት ዝውስኽ ወፍሪ ንምክያድ፣ ብምትሕብባር ክሰርሕ ከምዝጸንሐ'ውን ኣመላኺቱ'ሎ። እቶም ናይ ስልጠና መደባት ካብ ሰለስተ ክሳብ ሽዱሽተ ኣዋርሕ ኣብ ቀዳማይ ረድኤት፣ ቴክኖሎጂ ኮምፒተር፣ ኣገልግሎት ሳሎን ጽባቐ፣ ባንቧ፣ ኣርትዖት፣ ግራፊክስ ከምኡ'ውን ሶላር ፓነል ዘጠቓልሉ'ዮም። ሚኒስትር ማርቆስ ብተወሳኺ ኣብ መንጎ ክልተ ሽሕ ዕስራን ክልተ ሽሕ ዕስራን ሓሙሽተን ልዕሊ ክልተ ሽሕን ሰለስተ ሚእትን መንእሰያትን ሓደ ሽሕን ክልተ ሚእትን ደቂ ኣንስትዮን ሓዊሱ ካብቲ ዓሰርተው ክልተ ንኡሳት ዞባታት ናይ ጋሽ ባርካን ዞባ ነቲ ናይ ስልጣን መደባት ብዓወት ከም ዝተዛዘመ ጸብጺቡ። ተጠቀምቲ በቲ ተበግሶ ዕግበት ከም ዘለዎም ገሊጾም ኣለዉ። እቶም ኮርሳት ብስማዊ ክፍሊት ከም ዝቐርቡን ኣወንታዊ ውጽኢት ከም ዘምጽኡን እውን ኣመላኺቶም ኣለዉ። እቶም መደባት ብዝተወደበን ዘለቐን መንገዲ ንምስፋሕ ድማ ጸዊዖም ይርከቡ ኣለዉ። ናብቲ ካሊእ ዜና ምስ እንሰግር ድማ ሃገራዊ ሰልፊ ቬትናም ተካእቲ መራሕቲ ክመርፅ ይዳሎ ከምዘሎ ተሓቢሩ። ኣብ ዝመፅእ መዓልታት ኣብ ዝካየድ መበል ዓሰርተ ኣርባዕተ ጉባኤ ናይቲ ደሳዊ ሰልፊ ንሓሙሽተ ዓመት ዘገልግሉ ክልተ ሚእቲ ኣባል ማእኸላይ ሽማግለ ከምኡ እውን ዓሰርተ ሸውዓተ ክሳብ ዓሰርተ ትሽዓተ ኣባላት ፖሊት ቢሮ ክመርፁ ምዃኖም ተገሊፁሎም። እቲ ኣብታ ሃገር እንኮ ዝኾነ ሰልፊ ኣብዚ ጉባኤ ተካእቲ ዝኾኑ ንኣሽቱ መራሕቲ ናብ ስልጣን ንምምጻእ ወዲቡ ከም ዘሎ ይንገር። ኣብ ክልተ ሽሕ ዕስራን ኣርባዕተን ዋና ጸሓፊ ኮይኑ ዝተመርጸ ወዲ ስሳን ኣርባዕተን ዓመት ቶላም ኣብ ቦትኡ ክቕጽል ትጽቢት ይግበር። ሓላፊ ማእኸላይ ኮሚቴ ፖሊትብሮ ሰኪራተርያል ዝኾነ ላም ኣቦ ወንበር ወታደራዊ ኮሚሽን ጸረ ቡልሽውናን እዩ። ቅድሚ ክልተ ዓመት ናብ ስልጣን ካብ ዝድይብ ንደሓር ነታ ብቕልጡፍ ትሕንበብ ዘላ ሃገር ናብ ዝለዓለ እቶት ዝረጋገጸላ ከምኡ'ውን ኣብ ፍልጠት ቴክኖሎጂ ዝተመስረተ ቁጠባዊ ትውንን ንምግባር ዓብይ ውጥን ኣውጺኡ ምህላዉ ይፍለጥ። ነዚ ንምግባር ድማ መዋእል ሃገራዊ ንጥቀት ኣዊጁ ኣሎ። ብመሰረት ሕገ መንግስቲ ቬትናም ዋና ጸሓፊ ናይቲ ሰልፊ መራሒ እታ ሃገር እዩ ዝኸውን። ኣብ ዝመጽእ መጋቢት'ውን ሃገራዊ ባይቶ ምርጫ ብምክያድ ሓድሽ መንግስቲ ክቐውም ትጽቢት ይግበር። ቅድም ምዕባለ ቻይና እትኽተል ዘላ ቬትናም ኣብቲ ክፍለ ኣህጉር ዝቐልጠፈ ቁጠባዊ ዕቤት ተመዝግብ ምህላዋ'ዩ ዝግለጽ። ናብቲ ናይ መወዳእታ ዜና ምስ እንሰግር፣ ቀዳማይ ሚኒስተር ኣብይ ኣሕመድ ንሰበ ስልጣኑ ክንጥንቀቕ ኣለና ክብል ኣተሓሳሲቡ ኣሎ። እቲ ቀዳማይ ሚኒስተር ኣብ መዓልቲ ጥምቀት ዝሃቦ መጠንቀቕታ ዘይተለምደን ዘይርኹብን ከምዝነበረ ተሓቢሩ ኣሎ። ቀዳማይ ሚኒስተር ኣብይ ኣሕመድ ነዚ መጠንቀቕታ ዝሃበ ትማሊ ኣብ ደቡባዊ ምዕራብ ኢትዮጵያ ኣብ ምርቓት ደምቢ ኢኮሎጅ ኣብ ዘስመዖ መደረ እዩ። ኢትዮጵያ ቃል ዝተኣትወላ ዝተባረኸትን ዝተፈትወትን ሃገር ምዃና ሓሶት ኣይኮነን ዝበለ ኣብይ ኣሕመድ ይኹን እምበር ነዚ ንምርኣይ ዓይንኻ ምኽፋት የድሊ ክብል ተሰሚዑ ኣሎ። ህንፀት ናይቲ ሎጅን ነቶም ናብቲ ቦታ ክበፅሑ ዝመፅኡ ምቹእ መንበሪ ከምዝኸውን ዝገለፀ ኣብይ ኣሕመድ ብተወሳኺ ዘልዓሎ ጉዳይ ህዝቢ እቲ ከባቢ ኣብ ክልተ ጉዳያታት ጥንቃቐ ክገብር ተማሕፂኑ ኣሎ። ኣብ ኢትዮጵያ ክንጥንቀቕ ኣለና ብዝብል ዝገለፀ እቲ ቀዳማይ ሚኒስትር፣ ኣብቲ ከባቢ ዝበፅሑ በፃሕቲ ድርብ ዕላማ ኣለዎም ክብል ገሊፁ'ሎ። ቀንዲ ዕላማ ናይቶም በፃሕቲ ሃገር ምርኣይ፣ ተፈጥሮ ምዕዛብን እዩ ዝበለ ኮይኑ፣ ካልእ ዕላማ ናይቶም በፃሕቲ ድማ ኣኽራናትና እንታይ ከም ዘለዎን ኣግራባትና እንታይ ከም ዘለዎን ክድህስሱን መጀመርታ ንኽጥቀሙሉ'ዮም ዝመፅእ ዝበለ ኮይኑ፣ ኩሉ ንኽፍኣት ይመፅእ ዋላ እኳ ተዘይኮነ። ጥንቃቐታት ክግበር ግን ኣተሓሳሲቡ ይርከብ ኣሎ። እዚ ከምዚ ኢሉ እንከሎ፣ ትራምፕን ኣልሲሲን ኣብ ዳቮስ ስዊዘርላንድ ጽባሕ ኣብ ኣዝዩ እዋናዊ ጉዳይ ሓጽቢ ህዳሴ ግድብ ክዘራረቡ ምዃኖም ተሓቢሩ ኣሎ። ዝሓለፈ ሰሙን ናብ ፕሬዚዳንት ግብጺ መልእኽቲ ዝሰደደ ዶናልድ ትራምፕ፣ ኢትዮጵያ ንበይናን ሩባ ኣባይ ክትቆጻጸሮ የብላን ክብል ተዛሪቡ ምንባሩ ይዝከር። በዚ ጉዳይ ድማ ኣብ መንጎ ኢትዮጵያን ግብጽን ሓድሽን ሓያልን ወጥርን ተፈጢሩ እዩ ዝርከብ። እምበኣርከስ ክቡራት ተዓዘብቲ ነዚ እዋን ዘደለና ሓበሬታ ዝመስል ነይሩ ብኻሊእ ዜና እስከ ዕንራኸብ ሰላም።